ካብዛ ጥበባት ቀጺለ ከኣ ናብ ብልሳና ይከብለኩም። ምርያም ሚካኤል ንሎማዓንቲ ዳላቶ ዘላ ብልሳና ብዛዕባ ገምጋም እዩ ክከውን ከምዚ ገምጋም ገለ ክብል ከለኩስ ከምዚ ባዕላዊ ገምጋም ገለ ድባሃል ምሻሎ ከምዚ ዳሓን ዳሓን ንሙሉእ ትሕዝትኣ ምርያም ባዕላ ክትገልጸልና እያ። የቐንየልና ሳራ ዋላ እኳ ርግጸኛ እንተ ዘይኮንኪ ግን ኣምጺኽያ ኣለኺ ሎማዓንቲ ብዛዕባ ባዕላዊ ገምጋም ኢና ክነዕልል ሰላም ከይረሳዕኹም ፍቱዋት ተኸታተልቲ መደብ ፍዮሪና ከመይ ቀኒኹም ጽቡቕ ከም ሳራ ክትብለና ዝጸነሐት ናይ ሎማዓንቲ ዕላልና ብዛዕባ ባዕላዊ ገምጋም ይኸውን። ነዚ ርእስቲ ዝመረጽኩሉ ምኽንያት ድማ ናይ ቀዳማይ ስምስ ሰሚስተር ትምህርትና ወዲእና ናብ ካልኣይ ሰሚስተር ንሰግር ስለ ዘለና ገምጋም ኣገዳሲ እዩ። ናይ ሎማዓንቲ ኣጋይሸይ ኣዝዮም ንፉዓት እዮም። መጀመርያ ግን ኣስማቶም ክንላለዮም። ሽመይ ትእማር ርእሶም ይበሃል። ሽመይ ሚካል ዳዊት ይበሃል። ሽመይ ሩፍታ ኣብርሃም ይበሃል። ሽመይ ሉልያ ደሳለ ይበሃል። ሽመይ ሳሮን ኣይናለም ይበሃል።
እምበኣር ሕጂ መታን ሓፈሻዊ ርድኢት ክህልወና ትርጉም ናይ ገምጋም ንፍለጦ። ገምጋም ማለት እንታይ ማለት እዩ? ገምጋም ማለት ብዛዕባ ዝሓለፈ ብልጫኻ ይኹን ድኽመትካ ምፍላጥ ማለት እዩ። ንኣብነት ተጻወቲ ኩዕሾ እንድሕር ኣለው እቲ ናቶም ኣሰልጣኒ ንስኻ ጽቡቕ ክትጻወት ጸኒሕካ ንስኻ ሕማቕ ክትጻወት ጸኒሕካ ክብሎም ከሎ ነብሶም ይፈልጡ ኣለው እንድሕር ብልጫታት ጸኒሕዎም፣ ነቲ ዘለዎም ብልጫ ጽቡቕ ገይሮም ክቕጽልዎ ከም ዘለዎም፣ እንድሕር ድኽመት ኣጸኒሖም ከኣ ነቲ ድኽመቶም ክሽፍንዎ ከም ዘለዎም ይነግሮም። ገምጋም ማለት እንታይ እንታይ ዓይነት ሰብ ኢኻ ወይ ድማ እንታይ ኢኻ እንታይ እንታይ ስራሕ ኢኻ ትሰርሕ ኔርካ ናይቲ ዝሓለፈ ማለት እዩ ናይ ሕጂ ናይ ሕጂን ናይቲ ዝሓለፈን እንታይ ስራሕ ትሰርሕ ኔርካ ጸጽቡቑ ድዩ ሐሕማቑ ኣማዛዚንካ ጽባሕን ናይ ሎምን ናይ ጽባሕን እንታይ ክገብር ኣለኒ ኢልካ ኣማዛዚንካ ክትከይድ ከለኻ ማለት እዩ ንኣብነት ንሰብ በዲልካ ተኾንካ ምሸት ኣብ ገዛኻ ወይ ክኣ ሰብ ኮር ኢልካ ክትጸንሕ ይኽእል እዩ ግን ንስኻ ኣይተረድኣካን ኣሎ እቲ ጌጋኻ ኣይተረድኣካን ኣሎ ምሸት ጌርካ እንታይ ኮንክ እንታይ ኮይኑ ሰብ ኩስታሕ ዓርከይ ኮር ኢለ ወይ ድማ ከምዚ ኣሕሪቕካኒ ገለ ኢሉ ሰብ ስለ ዘይነግረካ ኮር ኢልካ ኣሎ እንታይ ኮይኑ ኮር ኢለ ኢልካ ምስ ሓሰብካ ድማ እንታይ ጌረ ናብ ድሕሪት ትምለስ እዚ ገምጋም ይብሃል። ገምጋም ማለት ንሓደ ነገር ከመይ ነይሩ ኢልካ ክትሓትት ከለኻ ማለት እዩ። ንኣብነት መምህርካ ሕጂ ጽቡቕ ኣነ ከመይ ይምህረኩም ጽቡቕ ኣለኹዶ ይቕልጥፈኩም ኣለኹም ድየ ኢሉ ክሓትት ከሎ እቶም ተመሃሮ ከኣ ጽቡቕ ኣለኻ ከምዚ ቀጽሎ ክብል ከሎ እቶም ተመሃሮ ከኣ ይግምግምዎ ኣለዉ ማለት እዩ። ገምጋም ዝበሃል
ንብቕዓትካ ዝገልጽ

እዋይ ሎምዓንቲ ጥዑይ ገይረ እየ ኣታዊታይ ተረኪበ ፅቡቅ ገይረ ኣለኩ እንድሕር ውፅኢታቱ እንተዘይ ኣታዊታቱ እንድሕር እንተዘይ በዚሕሉ ግን ዋእ እንታይ እየ ክገብር ድኣ ደለኒ ከመይ ገይረ እየ ከመሓይሾ እንታይ ዘፀባብቅ ንዕኦም ዝስሕብ ነገር ክፈጥር ኣለኒ ኢሉ ክሓስብ ኣለዎ ስለዚ እዚ ገምጋም ንብሎ ገምጋም ማለት ሰባት እቲ ኣብትዓዮ ንጥፈታት ትሒትካ ኣለኻ፣ ልዒልካ ኣለኻ ኢሎም ክነግሩኻ እንከለዉ ገምጋም ይበሃል። ንኣብነት ኣብ ትምህርቲ ናይ ሰላሳ ናይ ፈርስት ሰሚስተር ኣብ ቀዳማይ ሰሚስተር ናይ ሰላሳ ነጥብኻ ምስ ተዋህብካ ዕስራን ሸሞንተን ካብ ሰላሳ ነጥቢ ሸሞንተ ምስ ኣምጻኻ ከመይ ኔርካ ኣብ ቀዳማይ ሰሚስተር ተፈቲሽካ ኢኻ ዝንገረካ ዘሎ ጽቡቕ እንተሃሊኻ ካብኡ ንላዕሊ ትቕጽል ኣብ ካልኣይ ሰሚስተር ጽዒርካ ንቶም ቀዲሞሙኒ ዘለዉ ሰባት ክቕድም ኣለኒ ብኸመይ ክቕድም ኣለኒ ኢልካ ሓቦ ይሕዘካ እንተ ትሒትካ ኣለኻ ውን ትሒትካ እንተ ካብቲ ዝነበርካዮ ትሒትካ እንተሃሊኻ ውን ንዕኦም ከተረክብ ትጽዕር ማለት እዩ። ከምኡ ስለ ገምጋም ድማ ከምኡ ማለት እዩ።
እምበኣር ፍቱዋት ተኸታተልቲ መደብ ፊዮሪና፣ ትርጉም ናይ ገምጋም ካብ ተረዳእና፣ ባዕላዊ ገምጋም ከ እንታይ ማለት እዩ? ባዕላዊ ገምጋም ክበሃል ከሎ፣ እቲ ስኻ ትሰርሖ ዝነበርካ፣ እቲ ንሰብ ጸ ጽቡቅ ጌርካ ዲኻ ገለ ከም ንኣብነት ሕጂ ከም ሩፍታ እንታይ ጌርኪ ሩፍታ ሎማዓንቲ እንታይ ጌርኪ ጸ ጽቡቅ ንሰብ ሓጊዝኪ ዶ ንሰብ ኣረዲእኪ ዶ
ንነብስኺ ውን ጽቡቅ ዶ ጌርክላ ሰልዲ ሓንሺሽኪ ዲኺ ወይ ኣጥፊእኪ ዲኺ ሰልዲ ግዜኺ ብምንታይ ኣጥፊእክዮ ገንዘብኪ ብምንታይ ኣጥፊእክዮስ ኩሉስ ባዕልኻ ናይ ባዕልኻ ተሞርኪስካ ብሕታዊ ኮይንካ ኣብ ኣብ ዝኾነ ቦታ በይንኻ ኮይንካ ከይተሰከፍካ ብዘይ ቀልዓ ዓለም ክትዛረብ ከለኻ ማለት እዩ። ንነብስኻስ ክተዕልላ ከለኻ ማለት እዩ። ባዕላዊ ገምጋም ክበሃል ከሎ ሰብ ከይሓገዘካ ነብስኻ ክትፍትሻ ከለኻ ማለት እዩ። ንኣብነት እቲ ዓንተቦይ ዝበልክዎ መምህር ንተማሃሮኡ ከመይ ኣለኹ ከመይ ይምህረኩም ኣለኹ ኢሉ ክሓቶም ከሎ እዚ ባዕላዊ ገምጋም ኣይኮነን ምኽንያቱ እቶም ተማሃሮ እዮም ዝግምግምዎ ዘለዉ። እቲ መምህር ግን ባዕሉ ሓሲቡ ትምህርቲ የኽብደሎም ኣለኹ፣ ከቕይረሎም ኣለኒ ክብል እንተድኣ ጀሚሩ፣ ባዕላዊ ገምጋም ይገብር ኣሎ ማለት እዩ። ባዕላዊ ገምጋም ዝበሃል ኣብ ገዛእ ርእስኻ ተሞርኪስካ ብዘይ ሰብ ወዘይወል ሓደ ነገር ባዕልኻ እንታይ እየ ክገብር ከመይ እንታይ እየ ክገብር ደለኒ ሰብ ከይበሉኒስ ባዕለይ ጠባያተይ ፈሊጠ ከመሓይሽ ኣለኒ ትብሎ ነገር እዩ። ሕጂ ኣብ ትምህርቲ ሓሚቀ ኣለኹ ግን ብሰብ ዘይኮንኩ ብዓለይ ፈሊጠ ንነብሰይ ከኣ ክመሓየሽ ኣለኒ እንዳበልካ መልሲ ነብስኻ ከተዕሊ እንከለኻ ባዕላዊ ገምጋም ይበሃል። ባዕላዊ ገምጋም ክበሃል እንከሎ ኣብ ርእሰ ኣብ ነብስኻ ተሞርኪስካ ክትዛረብ እንከለኻ ኣብ ጽምዋ ኣብ በይንኻ ኮንካ ንነብስኻ ክትሓትት ከለኻ ነብስኻ ውን ምላሽ ወይ መልሲ ክህበካ እንከሎ ንኣብነት ንስኻ ንነብስኻ ሎማዓንትስ እንታይ ጌረ

ምህረት ንስኻ ኣብ ዝሓለፈ ሰሚስተር ሕማቅ ዲኻ ነርካ ድኽመት ነርካ ድዩ ብልጫ ነርካ ድዩ ናይ ነብስኻ ክትፈልጥ ከለኻ ባዕላዊ ገምጋም ይባሃል።
ነብስና ክንግምግም ከለና ነቲ ዓወት ወይ ድማ ነቲ ኣችፍ ክንገብሮ ዝደለና ነገር ዝዕንቅፉና ብዙሓት ብዙሓት ምኽንያታት እዮም ዘለዉ። ግን ገለ ካብኦም እቲ ብብዝሒ ዝደጋገም እንታይ እዩ?
መብዛሕትኡ ግዜ ኣብ ናትካ ገምጋም ዕንቅፋት ክኾኑ ዝኽእሉ ብኻልእ ሰብ ዝመጸ ክኸውን ይኽእል፣ ባዕልኻ ተምጽኦ ዕንቅፋት እውን ክኸውን ይኽእል እዩ። ንኣብነት ብኻልእ ሰብ ክብል ከለኹ ሕጂ ንስኻ ከተጽንዕ እንዳሓሰብካ ከለኻስ መሓዛኻ፣ መጺኣ ንዕናይ ንጻወት ንዕናይ ነዕልል ወይ ናብ ዝኾነ ቦታ ኣካይድኒ ክትብለካ ትኽእል እያ ሕጂ ብሰንኪ ናታ ብሰንኪ ናታ ትምህርትኻ ካብ ትምህርትኻ ትሳናኸል ትኽእል ኢኻ እዚ ብደገ ዝመጽእ ዕንቅፋት ክንብሎ ንኽእል እቲ ካልኣይ ከኣኒ ባዕልኻ ተምጽኦ ዕንቅፋት ኣሎ ንኣብነት ሓይምካ ከየጽናዕካ ክተርፍ ትኽእል ወይ ከኣኒ ተሃኪካ ከየጽናዕካ ክተርፍ ትኽእል ሕጂ እዚ ኣብ ገምጋ ኣብ ናትና ኣብ ናይ ነብስኻ ገምጋም ዕንቅፋት ከምጸልካ ይኽእል። ኣብ ገምጋም ከይተዓወትካ ምስ ትተርፍ ወይ ምስ እትፈሽል ካብቶም ሓደ ሓደ ካብቶም ጠንቅታት ማሕበራዊ መነባብሮ እዩ። ማሕበራዊ መነባብሮ ክንብል እንከለና ንኣብነት ኣብ ገዛ ሓደ በይንኻ የሕዋት ዘይብልካ ክትከውን ከለኻ እውይ የሕዋት እንተዝህልዉንሲ እዚ ካብ ዝሰርሖ ዘለኹ ፍርቁ መስተማቐ ምስተማቐሉኒ ኔሮም ትብል ካልእ ድማ ን ካብ ኣብ ገዛኻ ንላብሊየሪ ክትከይድ ከለኻ ወይ ንኸተጽንዕ ወይ ናብ መሓዙትካ ክትከይድ ከለኻ ስድራኻ እዚኣ ትስራሕ ኣላ ኮፍ በል ወይ ድማ ኣጽንዕ ኣብ ገዛኻ ኮንካ ኣጽንዕ ኢሎም ከታርፉኻ እንከለዉ ሓደ ካብቶም ጠንቅታት እዩ። ኣብ ገምጋም ፈሺልካ ምስ ትርከብ ብዙሕ ምኽንያታት ኣለዉ ብዙሕ ናይ ጠንቂ ምኽንያታት ኣለዉ ሓደ ካብኣቶም። ቴክኖሎጂ ቴክኖሎጂ ጽቡቕን ሕማቕን ኣሎ እስኻ ከም ኣጠቓቕማኻ እዩ እንድሕር ሞባይል ሃልያትካ እታ ሞባይልካ ጌም ጥራሕ እንድሕር ትጽዕነላ ኮንካ እዚ ኣብ ገምጋም ጉድኣት ከምጽኣልካ ይኽእል ወይ ፍሽለት ከምጽኣልካ ይኽእል እንድሕር እታ መጽሓፍ እታ ሞባይልካ ናይ መጽሓፍቲ ናይ ትምህርቲ ገለ ብመደብካ ድሕር ትጥቀመላ ኮይንካ ፍሽለት ኣይጋጥም እዩ። ሕጂ ኣብ ገምጋምካ ዕንቅፋት ብዙሓት እዮም ድለው ሕጂ ካብኦም ሓደ ክንጠቅስ እንድሕር ኣነ ኣብዚኣ ነዛ ሎሚ ዓመትሲ ክሓልፍ ኣለኒ ግድን ዝኾነ ዕንቅፋት ከጋጥመኒ የብሉን ትብል ሕጂ መሓዛኻ ወይ ዓርክኻ መጽዩ

ወይ ንሳ ናብኡ ንኸይድ ምኽንያቱ እቲ ሰሓብነቱ ኣዝዩ ከቢድ ስለ ዝኾነ ሕጂ በቲ መሓዛና ተጸሊና ናብኡ እቲ ጠባይ ናቱስ ክንሕዞ ንጅምር ካብኡ ምውጻእ ውን ዝኣብየና ወልፊ ዝኾነና ውን ኣለና ሕጂ ሓደ ካብኣቶም ካብ ጽልዋ መዘናታት እዮም። መብዛሕትኡ ግዜ ኣብ ገምጋም ኣበርቲዕካ እንተዘይጽዒርካ ዕንቅፋት ክኾነካ ይኽእል።
ምግምጋምሲ ነብስና ገምጊምናያ ንበል። እንተስ ብሕማቕ እንተስ ብጽቡቕ ነብስናስ ፈሊጥናያ ኣለና። ድሕሪ ገምጋምከ እንታይ ተረፈ? ማስ ድሕሪ ገምጋም እንታይ ይግበር?

ንዓ ክገድፋ ወይ ክላበዋ ወይ ከኣ ክገድፋ ክኽእላ ኣለኒ። እንድሕር ንዓ ገዲፈያ ኣብቲ ዝደለኽዎ ዓወት ክበጽሕ ስለ ዝኽእል፣ ስለዚ ድሕሪ ገምጋም ውሳኔ ክውስን ክኽእል ኣለኒ። ገምጋም ምስ ተገበረ ድሕሪኡ ዝመጽእ ነገር እቲ ወጢንካዮ ዝነበርካ መኣረምታ ትገብሮ ወይ ትእርሞ። ኣሪምካ ድማ ብሓድሽ ሞራል ትቕጽል ማለት እዩ። ድሕሪ ድሕሪ ገምጋም ዝመጽእ ድማ እዚ እዩ። ድሕሪ ገምጋም ዝመጽእ እቲ ጸጽቡቑ ገዲፍካ ን እቲ ዝተጋገኻ ሓሊፍካዮ ከም ተጋገኻ ኣሚንካ ግን ከኣ ገዲፍካዮ ከድካ ጸጽቡቑ ክትጥቀም ከለኻ ማለት እዩ። ንጸጽቡቑስ ኣብ ሂወትካ ክትገብር ከለኻ። ድሕሪ ገምጋምና ነቲ ሕማቕ ዝነበረ ተዘክሮታትና እቲ ዝገበርናዮ ተግባራት ክንርስዖ ኣለና። ኣሚንናሉ እንዲና ግን ንዑ ረሲዕና ከኣ ሓድሽ ዕላማ ክንፈጥር ኣለና። ካልኣይ ሻዕ ክንደግሞ ጌጋ ሓንቲ ሻዕ እንተ ተፈሊጥካያ ካልኣይ ሻዕ ኣይትደግማን ኢኻ። ሕጂ ንዕኡ ብጽቡቕ ነገር ንምትካእ ነታ ካልኣይቲ ዓመት ብድሕሪኣ ትመጸካ ዘላ ብጽቡቕ በቲ ናይ መሓዛኻ ዝነግረካ ሕማቕ ጎነታት ገዲፍካ በቲ ናትካ ውሳነ ብእኡ ክትከይድ ከም ዘለካ ኣይትስምዓዮ ማለት ዘይኮነ ንመሓዛኻ ግን እቲ ሕማቕ ጎንታቱ ክትገድፎ ክትሰምዖ የብልካን ነቲ ጽቡቕ ነገራቱ ጥራይ ሒዝካ ክትተርፍ ኣለካ እምበር ሕማቕ ጎንታቱ ኣብ ዕላማኻ ከብጽሓካ ስለ ዘይክእል ንዕኡ ከተቋርጾ ኣለካ ነቲ መጀመርታ መሓዛኻ ወይ ዓርክኻ ዝበለካ ሕማቕ ጎንታት ገዲፍካ ኣብቲ ካልኣይ ዝመጸካ ዘሎ መድረኽ ብጽቡቕ ነቲ ሕማቕ ጎንታት ገዲፍካ ናብቲ ጽቡቕ ዕላማታት ክትከይድ ከም ዘለካ ንነብስኻ ይእምንካ እቲ ሓሲብካዮ ዝነበርካ ገምጋም መደብ ኣብ ተግባር ከም ተውዕሎ እዚ ድማ እቲ ገምጋምካ ሓጊዝካ ከም ዘሎ ይርድኣካ።
እምበኣር ፍትዋት ተኸታተልቲ መደብ ፊዮሪና ዕላልና ናብ ምዝዛም ገጹ እዩ። ከምቲ ኩሉ ግዜ እንገብሮ ኣጋይሸይ ለበዋ ክላበዉና እዮም። ኣነ ንተመሃሮ ክላበዎም ዝደሊ ንሶም ኣብ ባዕላዊ ገምጋም ከይሓፈሩ ከይተሰከፉ ንነብሶም ክስከፍዋ ከምዘይብሎም ኣሚኖም ጌጎኦም ንቲ ጌጎኦም ጌጎኦም ኣሚኖም ኣሪሞም ብሓድሽ ሞራል ክቅጽሉ ከምዘለዎም ንተመሃሮ ክላበዎም ይደሊ። ንተመሃሮ ክላበዎም ዝደሊ ነቶም ክግምግሙ ኣለዎም። ንስኻስ ኣበየናይ ደረጃ ኣለኻ? ንፉዕ ዲኻ? ማእከላይ ዲኻ? ታሕቲ ዲኻ? ኣበየናይ ደረጃ ከም ዘለኻ ክትግምግም ኣለካ። ምግምጋም ከኣ ዓቢ ንእሽተይ ኢሉ ኣይፈልን እዩ። ኣብ ዝኾነ ስራሕካ ወላ ጠለይ ጠለይ ወላ እንዳተጻወትካ ገለ ስለምንታይ ኣነ ድሕሪት ወጼ? ስለምንታይ ተሳዒረ? ኢልካስ ንነብስኻስ ክትግምግም ኣለካ። ሕጂ ንነብስኻ ተገምጊምካ፣ ናብ ምምዕባለ ትኸይድ ኢኻ። ኣነ ንተማሃሮ እዚኣ እየ ክብሎም ዝደሊ። ኣነ ንተማሃሮ ክላበዎም ዝደሊ፣ ብቐጻሊ ግዜ ከይወሰዱ ብዘይ ብዘይ ናይ ዝኾነ ሰብ ሓገዝ ነታ ነብሶም ክግምግሙዋ ክኽእሉ ኣለዎም እየ ዝብል። ሕጂ ንኣብነት ሓንቲ ኣሻኽ ገረብ ኣፍ ደገኻ እንድሕር ቦቒላ ብንእሽተያ ከላ ብቐሊሉ ክትብንቁራ ትኽእል ኢኻ። ቁሩብ ግዜ ተወሲዳ ሓሙሽተ ኮይንካ ዲኻ ሽዱሽተ ኮይንካ ዲኻ ክትፍንቅራ ትኽእል ኢኻ። እንድሕር ኣዝያ ግዜ ወሲዳ ግን ብቐሊሉ ክትፍንቅራ ኣይትኽእልን ኢኻ። ሕጂ ንዘልኣለም ከኣ ንሳ እንዳ ጎረጽካ ትነብር ማለት እዩ። ገምጋም ማለት ከኣ ከምኣ ማለት እያ። ሕጂ ሓደ ተመሃራይ ነታ ናቱ ጌጋ ብቐሊሉ ግዜ ከይወሰደ ከሎ እንድሕር ቀልጢፉ ፈሊጥዋ ብቐሊሉ ነቲ ናቱ ጌጋ ልክዕ ከምታ ንእሽተይ ቆጽሊ ክፍንቁራ ይኽእል እዩ። እንድሕር ቅሩብ ግዜ ወሲዱ ብናይ ሰብ ሓገዝ፣ ብናይ መማህራን ሓገዝ ድዩ ብናይ ወለዲ ሓገዝ ድዩ ነቲ ጌግኡ ክእረም ይኽእል እዩ። እንድሕር ነቲ ጌግኡ ግዜ ወሲድሉ ግን ነብሱ እንድሕር ቀልጢፉ ዘይገምገማ በቃ ምስቲ ጌግኡ ይነብር ንነብሱ ከኣ እንዳተጎድኤ ይነብር ማለት እዩ። ሕጂ ዝኾነ ይኹን ተማሃራይ ንነብሱ ብቕልጡፍ ግዜ ከይወሰደ፣ ነብሱ ክግምግማ ክኽእል ኣለዎ ኤዘን። ኣነ ንተማሃሮ ክላበዎም ዝደሊ ገምጋም ክገብሩ ከም ዘለዎም ምኽንያቱ ገምጋም ኣዝዩ ኣገዳሲ እዩ። ኣነ
ኣብቲ ነብሶም ክግምግምዋ ከም ዘለዎም ኣብቲ ሕማቕ ዝገበርዎ ኩነት ኣብቲ ሕማቕ ዝገበርዎ ተግባራታት ክኣምንሉ ኣለዎም ነቲ ዝመጽእ ጥራይ ጽቡቕ ጌሮም ይስርሕሉ እምበር ነዚ ንሕጂ ኣሚኖምሉ ንዕኡ ኣመሓይሾም ብዝለዓለ ስራሕ ክቕጽልዎ ኣሎም።
እምበኣር ፍቱዋት ተኸታተልቲ መደብ ፍዮሪና፣ ዕላልና ተወዲኡ ስለ ዝኾነ ክፋነወኩም እየ። ቅድሚ ንዓኹም ምፍናወይ ግን ኣጋይሸይ ከፋንው። ኣጋይሸይ ከኣ ዘመስግንዎም ሰባት ስለ ዘለዉ ንዖም ኣመስጊኖም ክፋነዉና እዮም። ኣነ ከመስግኖም ደሊ ንወለደይ፣ ነሕዋተይ ንመሓዝተይ ንመምሃራነይ ንኹሎም ብኣይ ዝግደሱን ፈተውተይን ኣብ ወጻኢ ዝዝርከቡ ኣዝማደይን ኣብ ኣድ ኣብ ኤርትራ ዝርከቡ ኣዝማደይን ከመስግኖም ይደሊ። ኣነ ከመስግኖም ዝደሊ መጀመርያ ንስድራቤተይ ካብኡ ቀጺለ ነሕዋተይ ጓሎም ወይ ከኣ ዮሳን ተኽልዝጊ። ኣነ ከመስግኖም ዝደሊ መጀመርታ ንወላዲተይ ሩታ ካብኡ ብምቕጻል ነቦይ ንዓባየ እልፉ ንኣቦሓጎይ ሚኪኤለ ኣዝየ ከመስግኖም ይደሊ ካብኡ ከኣ ንሓትነይ ንኹላቶም የሕዋተይ ውን ኣዝየ እየ ከመስግኖም ዝደሊ ንቤት ትምህርቲ እንዳማርያም ዝነበሩ መማህራና ውን በቃ ጌጋና እንዳተኣረምና ንኽንመሃር ልክዕ ከም ገዛና ጌሮም ስለ ዘዕበዩና ኣዝየ ከመስግኖም ይደሊ ንመማህራነይ
ኣነ ከመስግኖም ደሊ ነቦይ ዳዊት ዓንደማርያ ነዴ ሰባ ሰመረ ኣብዚ ኣብዚ ደረጃ ኣብፂሖም ነብሰይ ክግምግም ዘኽእሉኒ ከመስግኖም ደሊ ንሕዋተይን ከመስግኖም ደሊ ንፈተውተይ ንስድራ ቤተይ ንመሓዙተይ ስኒትያቆውን ከመስግና ይደሊ ኣብ መወዳእታ ድማ ነዚ ዕድል ዝሃቡኒ መደባት ፊዮናውን ከመስግኖም ደሊ ንኣነ ከመስግኖም ዝደሊ ንስድራ ቤተይ ነብሰይ ንነብሰይ ከም ዝተኣማመን ገይሮምኒ። ኣሕዋተይ እውን ክገብሮ ዘለኒ ገምጋመይ ንክፈልጥ ሓጊዞምኒ። ካልኦት ከኣ ንመሓዙተይን ንመምሃራነይን ኣዝማደይን ከመስግን ይደሊ።
እምበኣር ፍቱዋት ተኸታተልቲ መደብ ፊዮሪና፣ ካብዛ ናይ ሎማዓንቲ ዕላልና ብዙሕ ነገር ተማሂርና ከም ዘለና ዘጠራጥር የብሉን። ምሽ ሓቀይ? ብዙሕ ነገር ኢና ተማሂርና? እወ። ኣብ ዝመጽእ ሰሙን ከኣ ከምዚ ዓይነት መሃሪ ኣርእስቲ እየ ሒዘልኩም ክቐርብ። ክሳዕ ሽዑ ግን ቻው!